ኣዴና ካብ ትመውት ነዊሕ ገይራ እያ ኣቦና ከዓ ወታደር ነይሮ ኣብዚ ሕዋን ኣብዚ ሕጂ እዋን ጠፊኡ ኣብቲ ዕግርግር ማለት እዩ ሰላም ሰላም ክብራትን ክብራንን ኣብ መላእ ዓለም ትርከቡ ተኸታተልትና ናይዚ ቻነል ሎማዓንቲ ድማ ብተመሳሳሊ ኣብ ራማ ዓዲ ኣርባዕተ ኣብ ከተማ ራማ ኣብ ጣብያ በሪሃ ምስ ዝትሪእዎ ዘለኹም መንእሰይ ሓውና ሰለስተ ናባይ ዘይብሎም ኣሕዋት ዝዓቢ ንባዕሉ ረብዓይ ማለት እዩ ዝኾነ መንእሰይ ኢና ተረኪብና ዘለና እሞ እስኪ ናይዞም ኣሕዋትና ናይዞም እትሪእዎም ዘለኹም ቤተሰብ እንታይ እቲ ፀገም ወይ እንታይ እንታይ እቲ ገጢሞም ዘሎ ኩነታት ንምባል ኢና ተረኪብና ዘለና እሞ ሽመይ ግርማይ መንግስቲ እበሃል ቁሸቴ ከዓ በሪሃ ሕጂ ሰለስተ ቆልዑ ከም ትዓቢ ይሰምዕ ኣለኹ እሞ እዞም ሰለስተ እዚኦም ወለድና ኣበዮም ከይዶም ኣዲና ካብ ትመውት ነዊሕ ገይራ እያ ኣቡና ከዓ ወታደር ነይሮ ኣብዚ ሕጂ እዋን ጠፊኡ ኣብቲ ዕግርግር ማለት እዩ ወታደር ማለት ናይ ኢትዮጵያ መከላከያ ሰራዊት ካብ ጠፍእ ሰለስተ ዓመቱ ኣብ ጠፍእ ሰለስተ ዓመቱ ክሳብ ሕጂ ድሃይ ዝበሃል የብልናን ፅንፅንታውን የብልናን ኣዲና ግን ከምቲ መውት ነዊሕ ነዊሕ እዋን እያ ገይራ ኣይ ኣነ ዝናድዮ ሰው እንተሰርሐ መኪና ተኣትያ እታ መኪና ድያ ገለለለ ብዙሕ ስራውን የለን ብዙ ካያ እታ ተስፋናስ ኣብታ መኪና ስለዚ ኣብ ምፅዓድ ምርጋፍ እንዳሰራሕካ በቃ ማለት እዩ ናተይ ዕድል ቻነሲ ሰያቀ እሞ ኣይኸብድን ማለት ኣብ ወለዶም ዘይብሎም ስኻውን ካብ መኪና ብዝረኸብካዮ ኣታዊ ምንባር ንሸ ይኸብድን
ይኸብድ እዩ ዘዝሮ ተረኺብና ኣለ ተስኢና እውን ኣቃታይ እሞ እንም ገብሪ ካን ኣቅታ ዘለትና ኣቃስ
እሱ ናይ ኣቡና ናይ ድና ኣርባዕቲኹም ኣብዚ ኣዲኹም ትድቅሱ ኣብዚ ዓራት ኣርባዕቲኹም ኣብዚ ኹም ትድቅሱ ሞይ ፀበክኹን ኣርባዕተ ሰብ ተሸጋሽካ እዩ ኣብ ወዲ መሽን ኳ መረታብ መረታብ መን መንግስታት መረታብ መንግስታት ትመሃር ዶ እዎ ከመይ ትመሃር ሻውዓይ ሻውዓይ
ጎዝ ንፍዕ ዶ ትምህርትኻ
ደሓኒ መን እዩ ዘናበኩም መን እዩ ዘናብረኩም ግርማይ ግርማይ ሓውኻ ግርማይ ሓውካ ዘናብረኩም ካበይ ረክብ ቅርሺ ማኪና ይሰርሕ መኪና ይሰርሕ ጎበዝ በል እስካሁን ትምህርትካ በርትዕ ዝወደሽ ረዶ ትምህርትካ በርትዕ ኣጆኻ ጎበዝ ንሕና እውን ኣብ ዘይመልኦ ለመፃና ክንጥየቀኩም ክንሓተኩም ኢና መዝወደይ ኣጆኻ ትምህርትካ ከይሰንፍሽ ትምህርትካ ወዲ ዓራዶ ኣሸናፊ ኣሸናፊ መን መንግስታብ ኣሸናፊ መንግስታብ መን እዩ ዘናብረኩም መን እዩ ዝናብኩም ግርማ ግርማ እዩ ዝናብኩም ሕጂ ትምሃር ክንደይ ክፍሊ እያ ታሽዓይ ታሽዓይ ክፍሊ እንዳ ዓመትካ ዓሰርተ ኣርባዕተ ዓሰርተ ኣርባዕተ ዓመትካ ታሽዓይ ክፍሊ ትመሃር ፅቡቅ ስለዚ ዝወደይ እስኻ እውን ከይተቋርፅ ትምህርትኻ ከይተቋርፅ ንፋዕ ጎብዝ ምክንያቱ ሓብኩም ትሪእዎ ኣለኹም ብዙሕ ነገር እንዳደኸመ ጉልበቱ እንዳደኸመ እንዳተሸከመ እዩ ዝናበኩም ዘሎ እሞ ነዚ ስኻትኩም እውን ዓብኹም ንዕኡ ክትሕግዝዎ ምእንታን ትምህርቲ ከይተቋርፅ እሺ ወደይ ስለዚ ያው ግርማይ ብርግፅ እዚ ረኪብካያ ዘለካ ሽግር ብጣዕሚ ከቢድ ምዃኑ ተረዲእና ኣሎ እግዚኣብሔር ዝሃበካ ምክኣል እውን ፀጋ እዩ እሞ እስካሁን ደኺሙ ንኸይትብል እዞም ቆልዑ ክንደ ዝተኸኣለ መጠን ከምታ ኣብዛ ደረጃ እዚ ኣብፅሕካዮም ዘለካ ተናእሰ ትምህርቶም ወዲኦም ኣብ ዝሓሸ ደረጃ እስካብ ዝበፅሑ ናትካ ሓላፍነት እዮም። ኣብ ልዕሊኡ ድማ ናይዞም ኩሎም ኣብዚ ማሕበራዊ ሚድያ ዝከታተሉ ዘለዉ ማሕበረሰብና ሸክሚ እውን እዮም። እቲ ሳልሳይ ብምክንያት ትምህርቲ ናብ ትምህርቲ ስለዝኸደ ኢና ዘይረኸብናዮ። ስለዚ እዞም ሰለስተ ህፃውንቲ እዚኣቶም ያው ኣቦ የብሎም ኣደ የብሎም። ያው ትሪእዎ ዘለኹም ንእሽተይ ዕብይ ዝበለ ጉብዝ ዝበለ ካብኣቶም ሓዎም እዩ ዘናብሮም ዘሎ። ግርማይ ክንደይ ዓመትካ? ዕስራን ሓደን። ዕስራን ሓደን እወ ትሰምዕኹም ዘለኹም ወዲ ዕስራን ሓደን ዓመት ኮይኑ ናይ ሰለስተ ቆልዑ ሸኽሚ እዩ ሒዙ ዘለሞ እዚ ፀገም እዚ ተረዲእና ኩላትና ኣለናልካ ክንብሎ ኣብ ጎኑ ክንከውን ክንድግፎ ክንሕግዘ እዩ በዚ ኣጋጣሚ እዚ ኣነ እውን መልእኽተይ ከመሓላልፍ ዝደሊ እሞ ኣብ ሃገረ እስራኤል ዝነብሩ ተወለድቲ ራማ ዓዲ ኣርባዕተ ዝኾኑ ብምክንያት ናይ ማርያም ማሕበር ዘጠራቐምዎን ቅርሺ ንፅጉም ማሕበረሰብና ኣብፀሐልና ስለ ዝብልኒ ኣነ እውን ንእሽተይ መሓገዝ ተኾነትኩም ኢለ ሒዘያ ዝመፃኹ ሓሙሽተ ሽሕ ቅርሺ ይኣሙኒ እዚኣ ናይ ሓሙሽተ ሽሕ ቅርሺ ንእሽተ ሓገዝ ተኾነትኳ ካብ ዝብል ይሕዘልካ መፅኦ ዘለኹሞ እስኪ ነዞም ከምዚ ሰናይ ተግባር ገይሮም ዘለዉ ነበርቲ ሃገር እስራኤል ተወለድቲ ራማ ዓዲ ኣርባዕተ እስኪ ኣመስግነለይ። የቐኔልና ክብረት ይሃበልና ብጣዕሚ ኢና ነመስግን ሓጊዝኩምና ኢኹም እሞ ከምቲ ዝሓገዝኩምና ብጣዕሚ ኢና ነመስግን የቐኔልና ብዝከኣለኩም ኣይትጋደፉና ነመስግን ብጣዕሚ ኢና ነመስግን የቐኔልና ክብራትን ክብራንን ያው ከምቲ ዝሰማዕከሞ ሓውና ግርማይ ኣብ መጨረሻ ሓንፅቦት መልእኽቱን ኣሕሊፉ ኣሎ ማለት ከቢድ ሸኽሚ እዩ ዘለኒ እሞ ዝኸበርኩም ኣሕዋት ኣይትጋደፉን እዩ ዝብል መልእኽቲ እውን ገዲፉልና ኣሎ እሞ እዛ መልእኽቲ እዚኣ ተቐቢልና ንሕና እውን ኣብ ጎኑ ክንከውን መልእኽቲ ክሓልፍ ይደሊ ተወለድቲ ራማ ዓዲ ኣርባዕተ ዝኾንኩም ነበርቲ ሃገር እስራኤል ብሽም ኣዴ ማርያም ኣሰባሲብኩም ዝለኣኽኩሞ ገንዘብ ናይ ብሓቂ ብጣዕሚ ብርክት ንዝበለ ንከምዚኦም ዝበሉ ህፃውንቲ መሐገዚ ኢና ውዒልናዮ ዘለና ብጣዕሚ ናይ ብሓቂ ደስ ዝብል እዩ ስለዚ ንዓይ ኣሚንኩም ኣባፅሐልና ኢልኩም ስለ ዝለኣኽኩምኒ እውን ዝለዓለ ክብሪ ኣለኒ እዚ ስራሕ እዚ ንክሰርሕ ዝፈቐድኩምለይ ናይ ሰራዊት መራሕቲ እውን በዚ ኣጋጣሚ እዚ ከመስግነኩም እዩ ዝደሊ የቐኒየለይ ክብረት ይሃበለይ ዝኸትኩም ዝምደቀይ ኣነ ክመፀኩም ይኹም ዘለ ክርከብ ከሎ ተሓጋገዚና እቶም ቆልዑ ትምህርቶም ከይወግሩ እሺ ሓደራ በሉ በሉ መዓልቲ መዓልቲ ዞም ደቂ እሺ ጀባ ነግዞ እሺ ሓራ ይበሉ በሉ መዓልቲ ዞም ደቂ እሺ ሓራ ቻው እሺ